ሰላም ሰላም ከመይ ኣለኹም ኩላትኩም ከመይ ትኾኑ ኣብ ዘለኹምዎ ድማ ሰላምን ጥዕናን ይምነየልኩም እምበኣር ሎማዓንቲ ሓንቲ ንእሽለይ ሓበሬታ እየ ክህብ ደልየ ማለት እዩ ካብዚ ኣብ ከባቢና ንዕዘቦ ዘለና ቁርብ ዘሰክፈና ነገራት ገለ ክንሕብር ደሊና ማለት እዩ እዚ ብዛዕባ እዞም ብሊብያ ኣቢሎም ኣትዮም ብባሕሪ ቢሎም ብዓዲ ጣልያን ዝሓልፉ ዘለዉ የሕዋትና ማለት እዩ ከም ዝዝከር ቅድሚ ሕጂ ብሰንኪ እቲ ውዕል ዱብሊን ማለት እዩ ዝኾነ ኣብ እታ መጀመርያ ዝኣተወላ ኤውሮጳዊት ሃገር ኣብኣ ተገዲዱ ዓሸራ ገይሩ ኣብኣ ይተርፍ ነይሩ ማለት በቲ ሳተን ዝኣተዎ ውዕል ማለት እዩ ብዓዲ ጣልያን ዝሓልፍ ስደተኛ እውን ማለት እዩ ኣብዚ ተገዲዱ ዓሸራ ገይሩ ኣብዚ እቲ ፖለቲካዊ ዑቕብኡ ተራእዩ ኣብዚ እቲ መልሲ ይመጾ ነይሩ ማለት እዩ። ኮይኑ ግን ዓዲ ጣልያን ኩላትና ከም ንዝክሮ ማለት እዩ ዋላ እኳ ዓሸራ ገይራ እቲ ዕድልካ ኣጽቢባቶ ዝኾነ ሓገዝ ከም ዘይትገብርን ንስደተኛ ሓታቲ ዑቕባ ከም ዘይተሓጋገዝን ኩላትና ንፈልጦ ታሪኽ ማለት እዩ። ከም ውጽኢቱ ድማ ብዙሕ ኤርትራዊ ኣብዚ ዓዲ ጣልያን ማለት እዩ ብዘይ ደገፍ ብዘይ ሓገዝ ብዙሕ ጸገማት ከሕልፍ ጸኒሑ። ከም ውፅኢቱ ንሕና ኤርትራውያን ማለት እዩ ኣብ ዓዲ ጣልያን ሕማቕ ስእሊ እዩ ዘለና ዝኾነ ሓውና ኣብ ዓዲ ጣልያን ክተርፍን ኣብዚ ዓሸራ ክንገብርን እውን ኣይንደልን ማለት እዩ ኮይኑ ግን ኣብዚ ዝሓለፈ ቁሩብ ዓመታት እቲ ኩነታት ቁሩብ ተቐይሩ እዩ ድሕሪ እዚ ናይ ኣብ ግብፂ ኣብ ቱኒዝያ ኣብ ሊብያ ዘጋጠመ ናይ ምቕያር መንግስትን ዘጋጠመ ኩነትን ብብዝሒ ካብኡ ስደተኛ ናብዚ ዓዲ ክኣቱ ስለዝጀመረ፣ እቲ መዕቆቢ ስደተኛታት ስለዝመልኤ፣ ዕሊቕሊቕ ስለዝበለ፣ ዓዲ ጣልያን ንዝሓለፈ ዓመታት ዓሸራ ሸለል ኢላቶ ነይራ ማለት እዩ። ኣብ ዝሓለፈ ኣርባዕተ ዓመታት ድማ ብዙሕ ሰብ ካብዚ ብባሕሪ ኣትዩ ዓሸራ ከይገበረ ናብዘን ካልኦት ሰሜን ኤውሮጳ ክጓዓዝ ጸኒሑ ማለት እዩ። እዚ ኣሉታውን ኣወንታውን ውጽኢት ነይርዎ። እቲ ኣሉታዊ ውጽኢቱ እንታይ እዩ? እቶም ሰባት ምስ ቁስሎም፣ ምስ ድኻሞም፣ ምስ ሕማሞም፣ ኣብዚ ዕረፍቲ ከይረኸቡ ዝኾነ ሓገዝ ከይረኸቡ ናብቲ ካልእ ሃገራት ክጓዓዙ ክብሉ ማለት ብዙሕ ፀገማት ተጋጥሞም ነይሩ ብዙሕ እውን ኣብ ፅርግያ ናብ ገለታት እውን ኣእትው ነይሮም ማለት እዩ ካልእ እውን እቶም ደላሎ እውን ተፈጢሮም ማለት እዩ ግን እቲ ሰብ ልክዕ ኣብተን ካልኦት ሃገራት ከይዱ ዝሓሸ ናይ ዕቕባ ዕድል የጋጥሞ ነይሩ ማለት እዩ ከይኑ ግን ኣብዚ ዝሓለፈ ክልተ ዓመታት እውን ሓድሽ ሕግን ሓድሽ ለውጥን ተራእዩ ማለት እዩ ምስዚ ብብዝሒ ናብ ሰሜን ኤውሮጳ ዝኣተወ ስደተኛን ምስዚ ናይ ግብረ ሽበራ ወይም ድማ ናይ ተሮሪስቲ ኣብዚ ኤውሮጳ ዝተፈጥረ ኣጋጣሚታትን እዘን ማንም ሃገር ሃገር ኤውሮጳዊት ሃገር ማለት እዩ ዶባ ከተቋጻጸርን ማንም ሰብ ናብ ዓዳ ዝኣቱ ዓሸራ ከተግብርን እውን ካልኣይ ግዜ ተሰማሚዐን ማለት እዩ ከም ውፅኢቱ ድማ ግሪክን ጣልያንን ከም ብሓድሽ ነቲ ሰብ ገዲና ዓሸራ ከግብርኦ ጀሚረን ማለት እዩ እዚ እቲ ናይ ሪሎኬሽን ዝብል ፕሮሰስ ድማ ተፈጢሩ ማለት እዩ እዚ ናይ ሪሎኬሽን ዝበሃል ፕሮሰስ እንታይ እዩ ዋላ ግሪክ ግሪክን ጣልያንን ዋላ እኳ ዓሸራ ገይረን እቶም ስደተኛታት ኣብ ዓደን ጠጠው ከብልኦም እንተተገደዳ ናብ ምሉእ ኤውሮጳ ነቶም ናይ ዕቑባ መሰል ኣለዎም ዝተባህሉ ስደተኛታት ኣብ ሃገሮም ኩናት ኣለዎም ኣብ ሃገሮም ዘይምርግግ ኣሎ ኢሉ ዝተደምደመ ስደተኛታት ማለት እዩ ንዓዓቶም ናብ ምሉእ ኤውሮጳ ብሕጋዊ መንገዲ ክማቐልኦ ምዃና ተሰማሚዐን ማለት እዩ። እዞም ካብዚ ተጠቀምቲ ዝኾኑ ስደተኛታት መን እዮም? ሲርያውያን፣ ዒራቓውያን፣ ኤርትራውያን፣ የመናውያን እዮም። ስለዚ ናብ ግሪኽን ናብ ጣልያንን ኣትዮም ኣብዚ ዓሸራ ገይሮም ኣብዚ ኩነታቶም ተረጋጊጹ ካብዚ ብሕጋዊ መንገዲ ናብዘን ካልኦት ኤውሮጳውያን ሃገራት ክወስዶም ዝብል ስምምዕ ተኣትዩ ማለት እዩ። ካብ ክልተ ሽሕን ዓሰርተ ሓሙሽተን ዝጸደቐ ሕጊ ማለት እዩ። ከም ውጽኢቱ ድማ ጣልያን ካልኣይ ግዜ ዓሸራ ክትገብርን ነቶም ሰባት ከተገድዶምን ጀሚራ። ቀስ እንዳበለ ድማ እቲ መስርሕ ይቕጽል ኣሎ ማለት እዩ። ልክዕ ዝሑል እዩ፣ ቁልጡፍ ኣይኮነን፣ ምክንያቱ ኩለን እተን ኤውሮጳውያን ሃገራት ኣብ ዘ ሴም ታይም ስለ ዘይምልሳ ብሓንሳብ ኩለን ብኣገባብ ስለ ዘይምልሳ እቲ መስርሕ ከምቲ ዝድለ ኣይተቀላጠፈን፣ ግን ይቕጽል ኣሎ። ብፍላይ ኣብ ዝሓለፈ ኣዋርሕ ጽቡቕ ዝኾነ ውጽኢት ርኢናሉ ማለት እዩ። ስለዚ ኤርትራውያን ኣብዛ ዓዲ ኣትዮም ማለት እዩ ኣብዚ እቲ ዓሸራ ገይሮም ኣነ ሓወይ ኣብ ሸወደን ኣለኒ ሓፍተይ ኣብ ጀርመን ኣላትኒ ኣደይ ኣብ ፊንላንድያ ኣላትኒ ኢሎም ኣምሊኦም ሃገር መሪፆም ከም ዕድሎም ማለት እዩ ገሊኦም ናብ ዝመረፅዎ ከዱ ብዝያዳ ድማ ናብቲ ቤተሰቦም ዘለዎ ገሊኦም እውን ናብ ካልእ ይበፅሖም ብዝኾነ ግን ይጓዓዙ ኣለዉ ማለት እዩ ነዚ ዘይኣመንዎ ነዚ ዘይተቀበልዎ ስደተኛታት ከኣ እንታይ እዮም ካብቲ ካምፕ ሃዲሞም ናብ ካልእ ሃገር ባዕሎም ይፍትኑ ኣለዉ እዚኣቶም ግን ጸገማት የጋጥሞም ኣሎ ማለት እዩ ምክንያቱ እተን ሃገራት ባዕለን ዝኣተወኦ ስምምዕ ስለ ዝኾነ ነቶም ስደተኛታት ብኡ ቢልክን ምጹና ብሕጋውያን ኣገባብ ምጹና ኢለን ናብዚ መልስኦም ኣለዋ ማለት እዩ ስደተኛ ግን ነዚ ናይ ሪሎኬሽን ዝበሃል ዕድል ሓንሳብ ተምሊጥዎ ካልኣይ ግዜ ኣይክረኽቦን እዩ ኣይረኽቦን እዩ ስለዚ ምስ ተመልሱ ብዚ ዝኾነ እቲ ናይ ረሎኬሽን ኣጥፊኦሞስ ዝኾነ መሰል እውን ኣብ ዓዲ ጣልያን ኣይወሃቦምን ማለት እዩ ስለዚ ብዙሓት ኣሕዋትና ኣብ ፀገም ይኣትው ኣለዉ ማለት እዩ ሕጂ እምበኣር እንታይ ክብለኩም ደለ ኣሕዋተይ እዞም ዝኣትው ዘለዉ ኣሕዋትና ክሳብ እሳተን ትውዕል ባዕለን ዘየፍረስኦ ነዚ ናይ ረሎኬሽን ተጠቀምቲ ክኾኑ ክንሕብሮም የደልየኩም ማለት እዩ ኮይኑ እውን ኣይ ዋላ ዋላ እንተዘይተቐበልዎ ካብ እትው ኢሎም ብባሕሪ ብሓደሾም ዝፍትኑ ሓንሳብ ኣብዚ ዓዲ ተረጋጊኦም ኣገናዚቦም ሪኦም ቀስ ኢሎም ክውስኑ ክንመኽሮም ይግባኣና ምክንያቱ ብሓደሾም ይሃድሙ እሞ ኣብ ብዙሕ ፀገማት ይወድቁ ዘይተደልያ ካልእ ናይ ደላላይን ናይ ካልእን ገንዘባት ይሓቱ ሓገዝ ይሓቱ ማለት እዩ እቲ ዝኸፍአ ድማ ኩሉ እቲ ዕድላት ኣምሊጦም ኣምሊጥዎም ማለት እዩ ናብተን ካልኦት ሃገራት ከይዶም እንተዘይተቐበሎም ብድሕሪኡ ኣብዛ ዓዲ ጣልያን ዝኾነ መስል ኣይወሃቦምን ኣብዚ ብደገ ኮንኩም እቲ ናይ ዑቕባኹም መሰ ሕቶ ተኸታተልዎ በሃሉ እዚ ማለት ኣብ ጎደና ብዘይ ዝኾነ ነገር ምድርባይ ማለት እዩ ስለዚ ብዙሓት ኣሕዋትና ካብ ብዙሕ ካብ ብዙሕ ከባቢ ተመሊሶም ኣብዚ ኣብ ጸገም ወዲቖም ተሸጊሮም ንሪኦም ስለ ዘለና ንሕና እቲ ንዕዘቦን ዝመሰለናን ሓበሬታ ክንህብ ተገዲድና ማለት እዩ ምክንያቱ ካብ ተመኩረና ማለት እዩ ብዙሕ ግዜ ንሕና ቀደም ሰኣን ምሉእ ሓበሬታ ብዙሕ ጸገማት ስለ ዝረኸብና ብሓደሽና ከሎና ንሕና ነቶም ኣሕዋትና እውን ብሰንኪ እቲ ንሕና ንፈልጦ ሓበሬታ ዘይምሃቦም ዘይምሃብና ክጽገሙን ክሽገሩን ስለ ዘይደለና እዘን መልእኽቲ እዚአን ከተመሓላልፉለይ ይደሊ ማለት እዩ እቶም ዝኣትዉ ኣሕዋትና ቀዳማይ ነገር እቲ ከም ሓውኹም ክመኽረኩም ተኮይነ እቲ ናይ ሪሎኬሽን ተተጠቀምኩምሎም ትዕድል ዝሓሸ ማለት እዩ ካብኡ ተሪፉ ከዓ ካብ ምፅእ ኢሎም ብሓደሾም ሳክት ዘይርጉእ ውሳኔ ዝውስኑ ሓንሳእ ህድእ ኢሎም ክውስኑ ምክንያቱ ሓንሳብ እታ ባሕሪ ፍሽ ኣብታ ገምገም ባሕሪ ተገይሮማ ንሳ እያ ወላ ካልኣይ ግዜ እኳ ተገበሩ ኣብዚ ኣብ ካልእ ኣብቲ ካምፕታት ኮይዶም ካልኣይ ግዜ እንተገበሩ እቲ ዓሸራ ግን እሳ ጥራሕ ስለዚ ቀስ ኢሎም ክውስኑን ሃዲኦም ኣመዛዚኖም እቲ መንገዶም ክቕፅሉን ምኸርዎም ክብለኩም ዝደሊ ናብ ብዙሓት ኣሕዋትና ክትበፅሕ ቁሩብ ምኽሪ ክረኽቡ ድማ ሓቢርና ፋሕ ነብላ ስለዚ ንዓኣቶም ውን ንኩላትኩም ነዞም ተጸበይቲ ውን ጽቡቅ ዕድል ንምነየልኩም የቀንየለይ ጸኒትኩም ዝሰማዕኩምኒ።